ኣብ ዝሓለፈ ሓደ ነገር ኣብ ፌስቡክ ሪኤ ነይረ ማለት እዩ እንታይ ጥዕና ስለ ዘለካ ሲ በቲ ጥዕናኻ ንእግዚኣብሔር እንታይ ግበሮ ኣመስግኖ ጥዕና ስኢኖም ንጥዕና ዝደልዩ ብዙሓት ውላድ ስለ ዘለካ ወይም መዕገርገሪ ክኸውን ይኽእል ወይም ገለ ዝተጎድኣ ክኸውን ይኽእል፣ ንዕኡ ርኢኻ ከኣ ንእግዚኣብሔር እንታይ ግበሮ? ኣመስግኖ። መኻናት ከኣ ውላድ ደልዮም ኣብ ክንደይ ደሉን ኣብ ክንደይ ነብያትን ዝጎዩ ስለ ዘለዉ እዩ። ዓይኒ ስለ ዘለካ ከኣ ንእግዚኣብሔር እንታይ? ተመስገን። በሎ'ሞ እንታይ ክኸውን ዓይኒ ዘይብሎም ሰባት ስለ ዘለዉ ንዖም ከኣ ምእንታን ኣርኣያ ክትኾኖም ስለ እግዚኣብሔር ኩሉ ግዜ እንታይ ክንገብሮ ኣለና ከነመስግኖ ኣለና እግዚኣብሔር ይመስገን ክብርን ኣምላኽ ይኹን መዘምራን ጎይታ ይባረኩም ኣብ ግዜኻ ጀሚርካ ዘይምውዳእ ተዘይኮይኑ ጽቡቕ ናይ ኣምልኾ መንፈስ ነይሩ ጎይታ ከዓ መመሊሱ ይወስቐልኩም ክብሪ ንኣምላኽ ይኹን ሎመዓንቲ ኣብ ቃል ኣምላኽ ክንሪኦ ኣብ ልበይ ዘሎ ሓሳብ ነዚ ይመስል እግዚኣብሔር ሰናይ እዩ ኢሉ ምሕረቱ ከዓ ንዘለዓለም ይነብር። እግዚኣብሔር ሰናይ እዩ ምሕረቱ ከዓ ንዘለዓለም ይነብር እዩ። ክብሪ ንኣምላኽ ይኹን። ኣሜን ኣብ ኤርምያስ 29 11 ዘሎ ከዓ እንታይ ይብል? ኣነ ዝሓስበልኩም ዘለኹ ሓሳብ እፈልጦ እየ እሞ መፈጸምታን ተስፋን ክህበኩም ሲ ሓሳብ ደሓን እምበር ናይ ክፉእ ኣይኮነን ይብለና። ንጸሊ። ቅዱስ ናይ ሰራዊት ጎይታ እግዚኣብሔር ኣምላኽ ነመስግነካ ኣለና። ኣሜን። ናይዛ መዓልቲ እዚኣ ሰባት ስለ ዝገበርካና ተመስገን። ኣሜን። ሕጂ ድማ እግዚኣብሔር ብነገር ኩሉ ንስምካ ንባርኾ ኣለና። ንስኻ ክሳዕ እዛ ሰዓት እዚኣ ኤበንዔዘር ኮይንካ ረዲእካና ኢኻ እሞ ስለ ሓለዋኻ ስለ ምጥንቃቕካ ኩሉ እግዚኣብሔር ብሽም የሱስ ክብሪ ንህበካ ኣለና። ኣሜን። እነሆ በቲ ሰዓት እቲ ነቲ ጽቡቕ ግብርኹም ሪኦም ነቲ ኣብ ሰማይ ዘሎ ኣቦኹም ምእንቲ ከመስግንዎስ፣ ብርሃንኩም ኣብ ቅድሚ ኣህዛብ ይጸብቕ ኢልካና ኢኻ እሞ፣ ኣቦየ እዛ ምሸት እዚኣ ድማ ብኣና ምኽንያት ንስኻ ክትምስገን፣ ብኣና ምኽንያት ንስኻ ክትከብር መታንሲ ብሽም የሱስ ግዚኡን ሰዓቱን ንስኻ ክትርከቦ ንጽሊ ኣለና። ኩሉ ጽቡቕና ዘይፈቱ፣ ኣጋንንታዊ ምኽሪ፣ ቋንቋ ዝደባልቕ፣ መንፈስ ፋርስ ብሽም የሱስ ዝተኣስረ ይኹን።
እግዚኣብሔር እቲ ቃል ምስቶም ሰማዕቱ ብእምነት ክሓብር መታን ኣዒንቲ ልቦናና ከም ሊድያ ክትከፍት ብሽም የሱስ በዛ ምሸት እዚኣ ክረድኣና ንጽሊ። እግዚኣብሔር ኣምላኽ እዚ ስለ ትገብር ነታ ትጽበየካ ነፍሲ ድማ ሰናይ ኢኻ እሞ ተባረኽ በክርስቶስ የሱስ ህያው ሽም ኣሜን።
ክብሪ ንእግዚኣብሔር ይኹን።
ቀደም ብግዜ ንእስነተይ እንከለኹ ዝሰማዕኩዋ ሓንቲ ምሰል ኣላ። ንሳ ኸኣ እንታይ ትብል፣ ነቲ ሰብ ኩሉ ግዜ እንታይ ንሰናይኩም እዩ፣ ንሰናይካ እዩ፣ ንሰናይኪ እዩ ስለ ዝብል ዝኾነ መከራ ይኹን ዝኾነ ይብጻሕ እንታይ እዩ ዝብል ነይሩ፣ ንሰናይካ፣ ንሰናይኪ፣ ንሰናይኩም ዝብል ሰብ እዩ ነይሩ። ብኡ መጠን ከኣ ንሰናይካ ትብሉ ማለት እዩ። እዚ ንሰናይካ ዝበሃል ሰብ፣ ሓደ ግዜ ሓደ ከምዚ እንታይ እዩ ዝበሃል ከምዚ ገዛኢ ምሻሎ ከምዞም ናይ ንጉስ ንበሎ ከምዞም ጎይቶት ኮይኖም ናይ ቀደም መሳፍንቲ ጎይታ ይባረካ ሓደ መሳፍንቲ ዘመሓድሮ ስለ ዝነበሮ ንዕኡ ብፈረስ እንዳ መርሖ ይኸይድ ነይሩ ሓደ ግዜ ይኸይድ ይኸይድ ብሓደ ገረብ በረኻ ምስ በጽሐ እንታይ እዩ ኣቢልዎ እቲ ሰብኣይ እቲ መሳፍንቲ ማለት እዩ ከምዚ እንስሳ ድዩ ገረብ በተኽ ምስ በለሲ ሽጉጡ እንታይ ገይርዎ ኣብጽ ኣቢልዋ ሕጂ ክሎማ ክብል ኢዱ እንታይ ኮይኑ ተተኲሳትስ እዛ የማነይቲ ኢዱ እንታይ ኮይና ተሃሪማ ጎይታይ ጎይታይ ንሰናይኩም እዩ ኢልዎ ንሱ ኸኣ እንታይ ዲኻ ንሰናይ ኢሉ በቲ በገደል ከምዚ ምሻሎ ናይ ዓርበ ረቡዕ ክትጠዋወ ኮለኻ በዚ ንየማንካ ገደል ዘሎ ናብኡ እንታይ ገይርዎ ኣጽዲፉ ገዲፍዎ ንሰናይካ ኢኻ ንዓኻ ኢሉ ደርቢዎ ከይዱ ጸዲፉ ንሱ ከረውረው ኢሉ ንበረኹ ከይዱ ንሱ ኸኣ ፈረሱ ገይሩ መገዱ ቀጺሉ ይኸይድ ይኸይድ ሸፋቱ ኣብ መገዲ ይረኽቦ ዝረድኦ ዘይብሉ ምናልባት እተን ዝነበራ ኣብታ ሽጉጥ ዋላ ትኪሱ ኣይብሉን ሸፋቱ እዮም ሒዞሞ እቶም ሸፋቱ ግን እንታይ እዮም ዝገብሩ ነይሮም ሰብ ሙሉእ ኣካላት ተረኺቦም መስዋእቲ እዮም ዝበልዎ መስዋእቲ ነቲ መንፈስ መስዋእቲ ከምዚ እንስሳ ምሻሉ በጊዕ መስዋእቲ ዘብሉ ነቲ ሰብ ንመስዋእቲ እዮም ዝቐርብዎ ነይሩ ሕጂ ተረኣዩ እዚኣ የማነይቲ ኢዱ እንታይ ኮይና ተቆሪጻ ሕጂ ሪኢ ሪኢ ተበልዎ ተቆሪጻ ኪድ እዚ ኣይበቅዕን እዩ ንመስዋእቲ ኢሎም ኪድ ኢሎም ንሰናይ ኾይኑ እዚ ወዲ ከዓ ገሪር እንታይ ገይርዎ ኣጽዲፉ ገሪፍዎ ስለ ዝኾነ እንታይ ኮይኑ እግሩ ተሃሪሙ ነኽሰስ ነኽሰስ እንዳበለ ንሱ ከዓ እንታይ ኮይናቶ ንሰናይ ኮይኑ ሽዑ ተራኺቦም ንዓ ንሰናይካ ንዓ ድማ እንታይ ንሰናይ

መስጎግቲ ይኹን ሓንሳእ ሓንሳእ ከምቲ እንፈልጦ ከምቲ ሓንቲ ዓባቕ ጤል ወይም በጊዕ ምስተን ኣባጊዕ ተውፍራ ዲኻ? ኣይተውፍራን ኢኻ። ኣብቲ እግሪ ዓዲ እንታይ ትገብራ ኢኻ? ኣብኡ ገዲፍካያ ኣባጊዕካ ተምጽእያ ኣትሒዝካ ኢኻ። ከምታ ዓባቕ እውን ከምዚ ምሻሎ ብሕትውና ዘጥቅዓካ ክትኸውን ትኽእል ኢኻ፣ ክትኾኒ ትኽእሊ ኢኺ። ግንከ? ኣምላኽ ኣብ ዙፋኑ ስለ ዘሎ ንሱ እውን ንምንታይካ እዩ? ንሰናይካ እዩ። ንሰናይካ እዩ።
ኣሜን ብትዓርፎ ዘበለ ኩሉ ንመን እዩ? ሰናይካ እዩ። ንእግዚኣብሔር ንሰናይና እዩ። ኣሜን እግዚኣብሔር ይመስገን። ሃሌሉያ የስ ሓደ ግዜ ልክዕ ኣብ መጽሓፍ ቅዱስ ብፍላይ ብዛዕባ እዚ ከስተንትን ካብ ዝደገፈኒ ኣብ ቀዳማይ ሳሙኤል ዘሎ ኣብ 29 ዳዊት ሳኦል ከሳጉጎ ምስ ጀመረ እንታይ ገይሩ ኣብ ዕስራን ትሽዓተን ምዕራፍ ዘሎ ክሳዕ ሰላሳ እዩ ዘሎ እቲ ሓሳበይ ይኣድልዩኒ ዘሎ ክልተ ምዕራፍ ምሉእ ስለ ዝኾነ ዋላ ሓንቲ ከነንብቦ ግዜ የብልናን ሕጂ ኣብኡ ከለኹ ቀቁሩብ ክበኩም እየ ዳዊት ሳኦል ከሳጉጎ ምስ ጀመረ ናብ ፍልስጤማውያን እንታይ ከይዱ ተሓቢኡ ናብኦም ተማዕቂቡ ኣብ ትሕቲ መን ዝበሃል እዩ ኣኪሽ ዝበሃል መራሒ ንጉስ ኣብኡ ተማዕቂቡ ይነብር እዚ እሙን እዩ ሽዑ ክገርመኩም ኩሉ ምእታውን ምውጽኡን ይብል እሙን ስለ ዝነበረ እቲ ኣኪሽ ዝበሃል ንጉስ ድማ ንዳዊት እንታይ ገበሮ ፈተዎ እዩ ዝበል ፈተዎ እስራኤል ሽዑ በዓል ሳኦል ምስ ፍልስጤማውያን ክዋግኡ ክብሉ እንከለዉ ዳዊት ምስ መን እዩ ዘሎ ምስ ጸላኢ ወገን እዩ ዘሎ ሕጂ ሓቀይ ምሽ ምስ ጸላኢ ወገን ዘሎ ሕጂ ኣክሽ እሙን ምዃኑ ቁኑዕ ሰብ ምዃኑ ርኣዮ ይብለና እግዚኣብሄር ምስቶም ቁኑዓት እንታይ ይብለና ቁኑዕ እዩ ሕጂ እግዚኣብሄር እግዚኣብሄር ስለ ዝበለና ኣይኮነን ናትና ባህርያት ድማ ነቲ ናይ እግዚኣብሄር ነገራት ዝውክል ክኽውን ኣለዎ እዚ ሰብ እዚ እሙን ነበረ ቁኑዕ ሰብ ከኣ ነበረ ይብለና። ኣብዚ ግዜ እዚ ሽዕኡ ፍልስጤማውያንን እስራኤላውያንን ክዋግኡ ክመጹ ከለዉ ንዳዊት ኣጸቢቑ ይኣምኖ ስለ ዝነበረ ንስኻ እሙን ኢኻ እሞ ምሳና እንታይ ግበር ውፈር ኢሎሞ እቶም መሳፍንቲ ግና ይብለና ሽዑ። ብዳዊት ታይ ገበርዎ ኣይተሓጎሱ ደስ ኣይበሎምን ንምንታይሲ ዳዊ ሳኦል ሽሑ ዳዊት እልፊ ዝተባህለሉ እዚ ሰብዚ ፅባሕ ንግሆ ብጎኒ ኮይኑ ምስ ፀላእትና እንታይ ክገብረና እዩ ክወቅዓና እዩ እሞ እዚ ሰብዚ ምለሶ እዩ ኣከሽ ግን እንታይ ኮይኑ ሓዚኑ ኩሉ ዝሓለፋ ርእዩወን እሙንን ቅኑዕን ገጽካ ከም ገጽ መልኣኽ ዝረኣኹሉ ኮይኑዎ ምስ ክብሪ ንኣምላኽ መስኪርሉ ንዓኻ ክርኢ ከሎስ ከም መልኣኽ እሙን ጻድቕ ሰብ ኢኻ ኢሉዎ ባህርያቱ ኩሉ ደስ ኣቢሉዎ ተኣማንነቱ ኩሉ ደስ ኣቢሉዎ ስቕ ኢሉ ስለ ጐይታ ጐይታ ዝበለ ኣይኰነን ይርኢ ኣሎ። ሽዑ በል እዞም መሳፍንቲ ፍልስጥኤማውያን ምሳና ክትወጽእ እንታይ ገበረካ? ባህ ኣይበሎምን እሞ ንዓጣ ተመለሰ። ኣብ ቅድሜኻ ዝበደልክዎ በደል፣ ኣብዘን ኣብ ቅድሜኻ ዝተማዕቈብክወን ገለ ኣበሳ፣ ገለ ዘይተኣማንነትዶ ተረኺቡኒ? ኢልዎ። ን ዳዊት ኢልዎ፣ ንስኻ ከም መልኣኽ። እሙን ሰብ ኢኻ ኢሉ ክሳዕ ክንድዚ ንዳዊት ልዕል ኣቢልዎ ግንከ ኣይፈተዎን ከምዚ ሕጂ ናይ ዓድና ተሪኦማ ሓደ ፕረዚደንት ምሽ ኣሎ ምስ እብጥቁኡ ዘለው ባጀት ገለ መለ ድሓን ክንደይ ከምዃኑ ይፈልጦም ከምዚ ናይ ካልኦት ዓዲ እምበር ገለ ይሰልዑ እዮም ምሽ ካቢነ ሚኒስተራት ሕጂ በቲ ሽዑ ዝነበረ ናይ ፍልስጤማውያን ከኣ እቶም ሽማሙንቲ ከም ካቢነ ሚኒስቴራት ማለት እዩ በዚ ናይ ሕጂ ደስ ኣይበሎምን እሞ እንታይ ንግበር ንዓዳ ተመለስ ኢሎም ዳዊት ሽዑ ሓዚኑ ናብ ቦትኡ ናብ ጺቅላግ ቦታ እንዳ ገበረ የብለና ከደ። ሓዚኑ እዩ እኮ ከይዱ እንታይ ኮይኖም እዚ ኩሉ ብተኣማንነት ብቅንዕና ተመላሊስና እሞ ከኣ ነቲ ዘሳድደና ዝነበረ ጸላኢ ክንወቅዕ እንዳ ምስኦም ክንሰምር ኢልናስ ንምንታይ ኢሉ ወጊኡ ሓዚኖም ክከዱ ከለዉ ግን ኣብ ጺቅላግ መን ገዲፉ ኔሩ ዳዊት ደቁ፣ ስድርኡ፣ ዓሌቱ፣ ኩለን ኣንስቲ ኩለን ኣብኡ ገዲፍወን እዩ። ብእኡ ኣማሌቃውያን ከኣ መጺኦም እንታይ ገይሮሞም? ዘሚቶሞም። ሕጂ ሓዙ፣ እቲ ኣብዚ ጸላኢ ኣዳልይዎ ዘሎ ኣኪሽ እኳ ምስኡ ክኸይድ ቅኑዕ ምዃኑ ተረዲእዎ፣ ጸላኢ ግን ንዳዊት ኣብዚ ከም ሓደ ዘይጠቅም ከም ሓደ ጸላኢ ሓሲቡ እዩ ቢልዎ ተዛሪብሉ ዘሎ ጸላኢ። ሓቀይ ዶ ግን ከ ንምንታይ ኮይኑ ሽዑ ንምንታይ ኮይኑ ሰናይ ኮይኑ ሰናይ በቲ ግዜ እቲ ከይዱ ተዝኸውን ናብቲ ውግእ ኣብኡ መዓልቲ ድዩ እቲ ኩናት ኩናት ኤርትራውያን ንዓኹም ተኣሽሙ ኣይኮነን ኩናት ከምዛ በሊዕና ንውድኦ ዝውዳእ ነገር ድዩ ኣይኮነን ኣብ በዓል ግንባር ቡሬ ገለመለ ዝተሳተፍኩም እንተልዲኹም ከኣሞ ሰለስተ መዓልቲ ካብ ምክልኻልን ሰለስተ መዓልቲ ብዘይ ምግብን ብዘይ ማይን ዝገበሩ ኣለዉ ዶ የለዉ ኩናት ጥራሕ ከምዚ ክራር ክትፃወት እንኮለኻ እቲ ኩናት ናብ ከምኡ ድምፂ ዝተኣነየሉ ግዜታት ነይሩ እዩ እዚ ዳዊት እዚ እምበኣር ከይኑ ተዝኸውን ነይሩ፣ በቲ ኣኪሽ ዝፈተዎ፣ በቲ ኣኪሽ ተኣማንነቱ ዝረኣዮ ከይኑ ነይሩ ተዝኸውን እንታይ ምኾነ ነይሩ? ደቁን ሰበይቱን መዓስ ሰላማት ይበዓል ቻው ከርክቦም ኣብ ዘይክእለሉ በቃ ነይሩ። ግንከ እግዚኣብሄር ግን ዝሪኦ ነገራት ነይርዎ። ክብሪ ንኣምላኽ ይኹን። እዚ ምስዳድ እዚ፣ እዚ ምንዓቕ እዚ፣ እዚ ንዕቀት እዚ ንምንታይ ኮይኑሉ? ንሰናዩ ኮይኑሉ፣ እግዚኣብሔር ይመስገን። ሽዕኡ ኪድ ተበለ ጺግላግ ብሓዊ ነዲዳ፣ ኩሎም ናይ ዳዊት ፋሚሊ ኣንስቱን ደቁን ኩሎም እንታይ ኮኑ? ተመረሩ፣ በኽዮም፣ ሓይሊ ክሳዕ ዝስእኑ። ይብለና ኣብ ሳላሳ ምዕራፍ። ክሳብ ሓይሊ ዝሰኣኑ በኽዮም ስለ ደቆምን ስለ ኣንስቶምን ብፍላይ ብፍላይ ወዲ ተባዕታይ ብሰበይቱ ወይ ከዓ ብደቁ ዝመፅኦ እንትኣሽሙ እዩ። ሓቀይ ዶ? ተመሪሮም ክሳዕ እንትኣሽሙ ንምብካይ ሓይሊ ክሳዕ ዝስእኑ በኽዮም በኽዮም ሽዑ ይብለና ዳዊት መሊሱ ከዓ ካብቲ ቀዳማይ ዳሕራዩ ከዓ ከፊልዎ። ጨነቆ ይብለና ምሽ ሓቂ ኣብኡ ተሪኽሞ ጨነቆ ይብለና ንሳቶም ብዳርባ እምኒ ክሳዕ እንታይ ክገብርዎ ዝደልዩ ክሃርምዎ ዝሰዓቶ ክሳዕ ክንድዚ ሽዑ ግና ሓደ ነገር ዘልመደኒ ኣለዎ ዝብል ዘማሪ ምሽ ኣሎ ዝለመዶ ነገር ኣሎ ንኤፎድ ነቲ ናይ ኣምላኽ ነገራት ኣምፅለይ ኢሉ ኣቢሉ ሽዑ ጎይታ ነቶም ፀላእቲ ኣማሌቃውያን ከርክቦም ይኽእል ድየ ነቲ ምርኮስ ይመልሶ ዶ ይኸውን ኢልኩ? እወ ክትመልሶ ኢኻ ብርግጽ ኪድ ኢሎ። ሽዑ ሓደ ዝደኸመ ኣብ መገዲ ጸኒሕዎ ንዕኡ ኣስትይ ኣቢሉ ትንፋስ ምስ ሃቦ ንሱ ኸኣ መሪሕ ኣቢሉ ምርኮ እኳ ደኣ ማሪኾም ተመሊሶም። እግዚኣብሔር ይመስገን ህዝቢ ኣምላኽ! ብንሓልፎ ዘበለ ሓንትስ ኣብ ቅድሚ እግዚኣብሄር ብዅሉ ቕንዕናን ብዅሉ ተኣማንነትን ጥራሕ ንመላለስ እምበር፣ እንሓልፎ ዘበለ ዅሉ ንምንታይ እዩ? ንሰናይና እዩ።
ንሰናይና እዩ።
እዚ ሰብ እዚ ተረዲእዎ እዩ፣ ኵሉ ንሰናይ። ካብ እቲ ጐይታ ሰማይን ምድርን ኣብ ዝፋኑ ጥራሕ ከም ዘሎ፣ ብዘይ ናቱ ፍቓድ ዝበጽሓኒ ነገር የለን እናበለ ኩሉ እዚ ዝሓልፎ ዘሎ ብዘይ ፍቓድ እግዚኣብሄር ኣብ ካብ ጸጉሪ ርእስኹም ሓንቲ እኳ ኣይትወድቕን እያ ይብለና። ኣሜን ሃሌሉያ ክሳዕ ክንድዚ ክንእመኖ እዩ ዝደሊ። ሎሚ ግን ንሕና ብናህና ነገራት ኢና ምናልባት እንሓልፎ ዘለና፣ እዚ እንስጎጎ ዘለና፣ እዚ እንነዓቖ ዘለና።
ይሰማዕ ማለት ኣሜን ሓንትስ ኣካይዳና ኣብ ቅድሚ ኣህዛብ ድዩ ኣብ ቅድሚ ኣሕዋትና ድዩ እንታይ ይኹን ቅንዕና ይሃልዎ ተኣማንነት ይሃልዎ ነቲ ጽቡቕ ግብርኹም ሪኦም ነቲ ኣብ ሰማይ ዘሎ ኣቦኹም ምእንቲ ከመስግንዎ ብርሃንኩም ኣብ ቅድሚ ሰብ እወ፣ እ- ኣነ ዝምነ እግዚኣብሔር ብኣይ ክምስገን ንዓይ ብምርኣይን ኣነ ብህይወት ምህላወይ ስሌኻ ንእግዚኣብሔር ነመስግኖ ስሌኸይ ንእግዚኣብሔር ነመስግኖ ኣሕዋተይ እዚ እዩ እኮ ዝደሊ ንስኻትኩም ብርሃን ዓለም ኢኹም ንስኻትኩም ጨው ምድሪ ኢኹም እዩ እኮ ይብልና ዳዊት ኣብቲ ምር- ኣብቲ ም- ምድሪ ስደቱ እዚ እዩ ነይሩ ብርሃን ጨው ነይሩ ንስኻ ገጽ መልኣኽ ዘለካ ሰብ ኢኻ ኢልዎ ኣነሲ ኣምለካ እየ ዳዊት ኢልዎ ግን ከ እዞም መሳፍንቲ እንታይ ገበሩ ኣይኣመኑን እሞ ንዕኦም ክእዘዝ ሓቂ ካዓ ኩሎም ሰራዊት ጀነራላት ገለመለ ዘለዎም ፕራይም ሚኒስተሮም ዶ ወፃኢ ጉዳይ ሚኒስተሮም ተኣኻኺቦም ሲ ንሓደ ፕረዚደንት ምዃና የብሉ ኣይንፈተናን ምስ ፀላኢና ኮይኑ ፅባሕ ንግሆ ብሃጓፍ ከይኣትወና ምለሶ እወ ንዕኦም ሰሚዖሞ ንስኻ ብሰላም ናፍታ ዝቐመጥኩዋ ቦታ ተመለስ ኢልዎ ሓዚኑ ግን ከ ንሱ ንምንታይ ነይሩ? ንሰናዩ ነይሩ።
እግዚኣብሔር ይመስገን እም፣ ሓወይ ትሓልፎ ኩሉ ንምንታይ ሰናይ ንሰናይ። ኣሜን ሃሌሉያ። እግዚኣብሔር ይመስገን ናይ መጨረሻ ሓንቲ ጥቕሲ ከዓ ክበኩም ኣብ ዘፍጥረት 37 ጀሚርኩም ክሳዕ ኣርብዓን ገለን ከዓ ኩሉ ታሪክ ብዛዕባ መን እዩ ዝዛረብ ብዛዕባ ደቂ እስራኤል እዩ። ብዛዕባ የሴፍ እዩ ድማ የሴፍ ናይ ዮሴፍ ነገር ከኣ ካብቲ ሓደ ዘብለካ ሓደ ሕልሚ ሓሊሙ እዩ። ኣሕዋት እተን ኣሕዋቱ ኩሉ ከም ዝሰግድሉ ኣቡኡን ኣዲኡን ከም ዝሰግድሉ እዚ ምስ ተዛረበ ኣብ ኣሕዋት እንታይ ኣተወት ይብለና ቅንኣት ቅንኣት ክሳዕ ክንደይ ሕማቕ ምዃኑ ፍለጡ ኣሕዋት ቀኒኦም እዚ ነገራት ከኣ ቁሩብ ከኣ ኣቡኡ ከኣ ኣጸቢቁ ይፈትዎ ነበረ ከኣ ይብለና ናይ ሰማይ ናይ ላዕሊ ትእዛዝ እዩ እግዚኣብሄር ይፈትዎ ስለ ዝነበረ ንዳዊት የሕልሞ ነይሩ እዩ ዛስዋይ ከኣ ኣቡኡ ክፈትዎ ግዲ እዩ ሓደ ግዜ ዳይ ኣሕዋትካ ኣምጻለይ ምስ በሎ እዚኣቶም ግን ኣብ ልቦም ገለ ነገራት ተቐሚጡ ስለ ዝነበረ ሓንቲ መዓልቲ ነዚ ገለ ክንገብሮ ኣለና ኢሉ እቲ ዛንታ ትፈልጥዎ ኢኹም ኣብኡ ከሎ ናብ ጉድጓድ ደርብዮም እቲ ወለል ዝብል ዝነበረ ኣቡኡ ዘበለሉ ጽቡቕ ቀሚሽ ምስ ደም ሓዊሶም ነቡኦም እዚ ክዳን ወድኻ ተኾይኑ ፍለጥ ኢሎም እወ ናይ ኣራዊት መሮር ግዳይ ኮይኑ ወደይ ኢሉ በኽዩ በኽዩ ክሳዕ ካብ ልቡ ዘይወጽኣሉ ሓዘን ተሰኪሙ እሳቶም ግን ሓዎም ሮማይ ሸይጠሞ ቀደም እንታይ ኮይኑ ጠፊኡ መይቱ ኢሎም ተረሲዑ ብኣም እግዚኣብሔር ግን እንደ ሰው አይደለም ትብል መዝሙር አለ እግዚአብሔር ምን አያደርግ አይረሳም ላይ የሴፍ በቀለ ቢያ ወላ ከም ሰብ ዘይርስዕ ኣምላኽ ግን ኣብ ዝፋኑ ኮይኑ ብናሓልፎ ዘበለ ኩሉ ተጠንቅቑ ኣቶም ኣሕዋት ከይትትንክፎ ተጠንቀቕ ዝብል ጽሑፍ ኣሎ ዶ? ተጠንቀቕ ዘጠንቅቕ ኣምላኽ እዩ እኮ ዘለኒ ዘጠንቅቕ ያዕቆብ እቲ ኩሉ ምርኮ ሒዙ ክኸይድ እንከሎ ሓሙኡ መጺኡ ከርክቦ ከሎ ገለ ነገር ትገብሮ ወይልኻ ክብሪ ንኣምላኽ ይኹን ኣሜን። ክሳዕ ክንድዚ እዚ ጥንቃቐ ኣንግቦ ኣለና እም፣ እግዚኣብሔር ይመስገን ኣሜን። ኣነ ሓደ ዝበርሃለይ ነገር ምናልባት ምናልባት እግዚኣብሔር እቲ ሰይጣንን ን ሰከንዱ ዘዳለዎ ዕንቅፋታት እንተ ዘርእየና እንተ ዘርእየና ክኩሉ ናይ ጸላኢ ውዲት ምናልባት ኣዒንትና ክፍት ኣቢሉ ተዘርእየና ካብዚኣ ናብዚኣ ኣይምከድናን ስጉምትና ኩሉ በብ ሰከንድ እንተ ዘርእየና ኔሩ ኣብ መዓልቲ ዝጻወደልና መጻወድያ ምናልባት ከም ዝሓረገ ገለ ሰሚዑ ምሽ ፌንት ይኸውን ጠጠው እንብለሉ ደረጃ ኣይምበጻሕናን ዝብል ርድኢት ኣሎኒ። እግዚኣብሄር ግን ንነፍሲ ወከፍ ስጉምቲ እንታይ ይገብር ይጥንቀቐልና። ኣብርሃምን ሳራን ክኸዱ ከለዉ ኣነ ብናትኪ ጽባቐ ምኽንያት ካብ ህይወተይ ትሓልፍ እንታይ ይኹን ዋላ ንዓኽስ ይውሰዱኺ ብሂወት ክነብር ግና ሓወይ ይበሊ ኢልዋ ከይዳ ከዓ ሓወይ እወ ኢላ ሽዑ ሓንቲ መዓልቲ ግዜ ምስ ረኸቡ ክሰሓሓቑ ምስ ጀመሩ እንኳዕ እዚ ደኣ ናይ ሕውነት ድዩ ኢሉ ምፅ ተበለ እግዚኣብሔር እንታይ ኢሎም ሰይቲ ሰብኣያ ተጠንቀቅ ተዘይኮነ ኣብኣ ትረኽባ ኢኻ እግዚኣብሔር እኮ ከሳዕ ክንድዚ ሰይጣን እኮ ኣምላኽ ዝዓለም እዚኣ ተባሂሉ እንዲ ኣብዚ ዓለም እዚኣ ከዓ ንነብር ኣለና ኣብ መንግስቱ ንነብር ኣለና ሕሰቦ ክሳዕ ክንደይ ኣብ ልዕለና ብዙሕ ነገራት የልዕል ግን ከ ማሕተም ናይቲ ቅዱስ ስለ ዘለና ዛትስዋይ እንታይ ገብረና ኣሎ ብህይወት ንነብር ኣለና ክብር ኣምላኽ ኣብቲ ኣርእስተይ ክምለስ፣ ዬሴፍ ብዝሓልፎ ኩሉ እንታይ ነበረ? ናይ ኣምላኽ ንኣምላኽ ዝፈርህ ነበረ እያ ትብል። ዬሴፍ ከይዱ ኩሉ ስቴባት ተጠንቂቁ ንኣምላኽ ግን ነቲ ብንእስነቱ ዘሕልሞ ዝነበረ ኣምላኽ ሰማይ ግን እንታይ ገብሮ ነበረ? ይፈርሆ ነበረ። ሓጢኣት ብብቻ ክመጽእ ከሎ ሰይቲ እቲ ንጉስ ጶጢፋር ድያ ሰይቲ ጶጢፋር መጺኣ ዓዲማቶ። ንጉስ እንታይ ገይሩኒ እዩ ኩሉ ኣብ ትሕቲ ኢደይ ሂብኒ ብዘይካ ንዓኺ ኢልዋ። ግንከ እዚ ኸዓ ዋላ ንስኺ ተደለኺ ንኣምላኽ ሰማይ እንታይ ገብሮ እየ ይፈርሖ እየ። ኣቱም ሰባት ንሰባት እኮ ኢና ንነብር ሎሚ። ንሱ ግን ዮሴፍ ግን ንመን ነይሩ? ንኣምላኽ እሙን ንኣምላኹ ነይሩ። ሎሚ ትእዛዛት ኣምላኽ ክንእዘዝ፣ ሎሚ ንትእዛዛት ኣምላኽ ክንፍጽም ዘኽእለና እኮ ፍርሃት እግዚኣብሔር እንተለና ጥራሕ። ሓንቲ ወይ ኣብቲኣ ኮፍ ኢልና እናተጸበና ነታ ሓፍቲ ኣይተኻፈለትን ኼዳን ገዛ ካፈል መሲሉኒ ነይሩ እንታይ ቃል ኣምላኽ ብኣማይ እዚ ኣስምር ኣቢሉና እንታይ ዓመጽካ ስለ ዝበዝሐ ናይ ብዙሓት ፍቅሪ ጋህ ትከብር እያ ክትዝሕል እያ ዛትስ ዋይ ኩላትና ዓሚጽና ስለ ንርከብ ዘለና ፍቅሪ ዘየለ ኮይኑ ተረዲኩም ፍቅሪ ንምንታይ ዘየለ ሎሚ ንኣምላኽ የፍቅሮ የፍቅሮ ኢልና ንዝምር ንኸውን ግን ከ ምስቲ ምሳኻ ዘሎ ሓውኻ እንተተጎነጽካ፣ ምስቲ እተፍቅሮ ሓፍትኻ እንተተጎነጽካ፣ ንኣምላኽ የፍቅሮ እየ ተበልካ እንታይ ኢኻ ሓሳዊ ኢኻ። እዚ ዮሴፍ ግን ንኣምላኽ የፍቅር ንኣምላኽ ይፈርስ ስለ ዝነበረ ይብለና ሓጢኣት ተዳልዩሉ ከሎ ካብኡ ክሃድም ከሎ ንርኢ ክዳኑ ደርቢዩልና እዚስ ኣብ ቅድሚ እቲ ሰማይን ምድሪ ዝፈጠረ ኣቦ ኣይፍጽሞን የሊ ጠንጢኑላ ኸይዱ ሎሚ ክንደይ ኢና ግደፍዎ እቲ ንኣሽቱ ንኣሽቱ ንገብሮ ኣብ ዝሙት ዝወድቁ ክንደይ ኣለዉ ንሕና ኣብኡ ተዘይወደቅናሲ ካልእ እውን ብዙሕ ንጉስ ኣለና ንዕኦም ክኸስስ ኢለ ኣይኮንኩ ግን እዚ ሰብ እዚ ኩሉ ተዳልዩሉ ከሎ ድሌት ኣብኡ እኮ ሙሉእ ስልጣን ኣሎ ምስኣ ሰይቲ እቲ ንጉስ እንዳተባህለ ምስኣ ሓእወ ውዒሉ ድሌቱ ክገብር ካብ በሃገቱ ግንከ ንኣምላኽ ግን ኣጸቢቑ ዝፈርህ ሰብ ነበረ። እግዚኣብሔር ይመስገን ኩሉ ግዜ ዝጽለ ፍርሃትካ ካብ ልበይ ኣሜን ኣይትውሰድ ኣሜን ሃሌሉያ ክፈርሆ ንእግዚኣብሔር ኣሜን ፍርሃት እግዚኣብሔር ተተወሲዱካ እም፣ ትርኢትካ ኢኻ that's right yeah ንኣምላኽ ክንፈርሆ ንሱ ግና ንኣምላኽ ስለ ዝፈርህ ዝነበረ ይብለና ሓጢኣት ክገብር ኣይደለየን ኩሉ ጠንጢነላ ከይዱ ማእሰርቲ መጺኻ ድሓር ምክንያት ገይሩ እግዚኣብሔር ካኣ ኣቱም ሰባት ኣብ መጽሓፍ ቅዱስ ኣብ ክንዳኻ ህዝብታት ክሐልፍ እየ ዶ ኢሉ ባእ ሞይካ ኣስዒለ ኣብ ፓልቶክ ይሰምዕ ነይሩ ሓንቲ ሓብቲ እንዳ ተዛረበኒ ኮላ ስኡን ምግላጽ ይፈሰኒ ነይሩ ኣቱም እግዚኣብሔር እኮ ተደልዩሲ ኣህዛብ እኮ ንዓኻ ዘናዓንቐልካ ኣስቴር ክትነግስ ተኾይና ንመን እምቢ ክትብል ገይርዋ ንሰይቲ መን ሽሙ ኣሕሽወርዮስ እምቢ ክትብልሲ እቲ ኣዮም ናብ ንግስነት ክትመፅእ እምቢ ኢላቶ እኮ ይትፈልጥ እንትኸውን ምሉእ ዘበና እታ ሰዓት እቲኣ ግን ኣስቴር ንክትብል ንኣይሁድ ንሓርነት ምክንያት ክትከውን ንዓኣ እምቢ ዘብል መንፈስ ሰዲድላ ያ እግዚኣብሔር እኮ ግዜኻ ተኣኺሉሲ ነገራት እንታይ ይገብር እዩ የነቓንቕ እዩ።
ክብሪ ንኣምላኽ ይኹን። የሴፍ ከዓ ናብ ቦትኡ ከምጾ ደልዩ ነቶም ሓሪሞም ዘይፈልጡ ኣሰለፍቲ ሜስ ዝነበሩ ሕልሚ ሂብዎም። ትጭንቕ ኣቢሎም ሓሪሞም ኣይፈልጡን እዮም። እንታይ ደኣ ኣሎ እዚ ክሳደይ ካብ ርእሰይ እታ ጊባቦ ድያ ገለ ክትብል እቲ ሓደ ከዓ ዘለላ ክብል እንከሎ ክህብ ርእየዮ ንስኻ ናብቲ ቦትኡ ክትምለስ ኢኻ ንስኻ ግን ህይወትካ ድሕሪ ሰለስተ መዓልቲ ክትሓልፍ ኢኻ ከምኡ ከዓ ኮይኑ ዮሴፍ ግን እንታይ ኢሉ ምስ ደሓንካ ንንጉስ ክተገልግሎ ከለኻ እንታይ ግበረኒ? ዘክረኒ። ሰብ እንታይ ይገብርኒ? ዝዝክር ኣምላኽ ግራት ሽዑ ከዓ ንንጉስ ከዓ ድቃስ ዘይብሉ ሕዲሩስ ሕልሚ ሕሊምዎ ኣታ ንዓኻ እንትደልዩካ ሲ እግዚኣብሔር ድሌቲ ዝገብር እግዚኣብሔር ኣብ ዙፋን እዩ። ክብርና ኣምላኽ ይኹን። ሃሌሉያ።
እግዚኣብሔር ኣብ ዙፋን እዩ። የናቃንቅ እዩ ኣሕዋት።
ሓንቲ ሳብ ቦታና ጥራሕ ንራኸብ ንሸዑ ንጉስ ከዓ ሕልሚ ሓሊሙ ተዘኪሩ ዘይፈልጥ ዝነበረ ናብ ምዝካር መጹ። ሓጢኣተይ ንስሕ ኣለኹ ንጉስ ኢልዎ። ትማሊ ከምዚ ኢለ ኣብ ሕልሚ ኣብ ማእሰርቲ ደርቢኻኒ ከሎኻስ ከምዚ ንሱ ተሰይፉ ኣነ ከኣ ኣገልግሎተይ ጀሚረ እሞ ፈታሒ ሕልሚ ኣብቲ እስርቤት ኣሎ ዝተረስዐ ኢልዎ ኣምጽዎ። እቲ ሕልሚ ድማ ጥበብ ናይ መን እዩ ንዎ ናይ ናይ እግዚኣብሔር። ጎይታ ሰማይን ምድርን እዩ ኣሜን ኣነ እዚ ክገብር ተዘይከኣልኩ ኩሉ ካበይ እዩ? ካብ ላዕሊ እዩ ንዎ ኣሜን። እቲ ነገራት ፍትሕ ምስ ኣበለ ከምዚ ጌርካ ከምዚ ጌርካ ሓደ እሙን ሰብ ኣቢልካ እዝን እዝን እንተ ደኣ ጌርካዮ ነተን ሸውዓተ ብድሕሪ ሕጂ ክመጻ ዘለወን ጥሜት ነዘን ሕጂ ዘለዋ ኣኪብካ ከምዚ ግበር የብለሉ እኮ ዘሎ ዋ እሙን ሰብ ንዑ ዝበቅዕ ብዘይካኻ ማለት መን ኣሎ ሓቅኺ ብዘይካኻ መን ኣሎ ኣምፃ ኣቢሉ ኩሉ ሞገስን ኩሉ ክብርን ህብ ኣቢሉ
ሽዑ
ኣብ እስራኤል ከኣ ጥሜት ኮነ፣ ኣሕዋቱ ከኣ ኩሎም እታ ሕልሚ እንታይ ክትግበር ክትፍጸም መጺኦም እንታይ ገበሩ? ሰገዱ። እግዚኣብሔር ዝበሎ ይገብሮ እዩ። ነቲ ትማሊ ዝበለና ኣምላኽ እንታይ ይገብሮ እየ ይኣምኖ እየ ኢሉ ጳውሎስ። እግዚኣብሔር ይመስገን ትማሊ ዘሕለሞ ኣምላኽ ስለ ዝነበረ እታ ሰዓት እቲኣ ክትፍጸም ኣሕዋቱ ድማ መጺኦም ሪእዎም ኣልየልዎም ድዩ ካበይ ዝመጻእኹም ኢኹም ኢሉ ኣሸብር ኣቢልዎም ንግዜ ንሕና ከምዚ ዝበልና ደቂ ሓደ ሰብኣይ ኢና ኣሕዋት ኢና ሓደ ንእሽቶ ከኣ እቲ ንእሽተይ ካብ ኣዲኡ ዝውለድ ከኣ ደሃዩ እንዲ ደልዩ ካልእ ከለኩም እወ ንእሽተይ ከዓ እቲ ሓበ ሓዉ መይቱ እቲ ንእሽተይ ከዓ ኣቦይ ከም ሓደ ተኣሽሙ ስለ ዝሪኦ ኣይሰደዶን ሕጂ ከዓ ዝኣረገቦ ኣለና ንሕና ጓሶት ኢና በሎም እንተ ዓወት ተዘየምጺኹሞ ካብዚ ኣይትወጽን ኢኹም ኢሎም ኢሎም ንሱ ከኣ ምስ መጸ ቢንያም ሓዉ ብምርኣዩ ተጸናኒዑ ተሓጊሱ ናይ ኣቡኡ ናፍቆት ከኣ ኣይወጽኣሉን ከይድኩም በሉ ነቦይ ኣምጽእዎ ኢሉ እቲ ታሪኽ ኩሉኹም ትፈልጥዎ ኢኹም ሓደሽቲ ተዘለዉ እቲ ታሪኽ ንነገርና ኢና እግዚኣብሔር ዝበሎ ዝፍጽም ኣሜን ክብሪ ንኣምላኽ። ኣሜን ዮሴፍ ዝሓለፋ ኩሉ ሽግር መከራን ይምጻዩ ደኣ እምበር ንኣምላኽ ሰማይ ይፈርሆ ስለ ዝነበር ዝሓለፈ ኩሉ ንምንታይ ኮይኑሉ ንሰናዩ እግዚኣብሔር ይመስገን ኣብቲ ናይ ክብሪ ቦታ ተቢሉ ድሓር ከማን ምጽንናዕ ናይ እስራኤል ርእዩ ጽባሕ እግዚኣብሔር እንታይ ክገብረኩም እዩ ክበጽሓኩም ኢሉ እዚ መቓብረይ ከኣ ሒዝኩሞ ናብቲ ዓዲ ውሰድዎ ኢሉ ቃል ኣትዩሎም። እግዚኣብሔር ይመስገን። እግዚኣብሔር ዝበሎ ይገብር እዩ። እናሓልፈ ዘበለ ኩሉ ንምንታይ ናይ ሰናይ። ሰናይ ናይ ኣሕዋት። ኣሜን ኣብ ቃል ኣምላኽ እንታይ ኢሉ? ኣነ ዝሓስበልኩም ሓሳብ ክፈልጥ እየ፣ መፈጸምታን ተስፋን ክበኩም ሲ ሓሳብ ደሓን ሓሳብ ሰናይ ደኣ እምበር ናይ ክፉእ ኣይኮነን። ኣይኮነን። እሞ ሓፍተይ ዝሓስበልኪ ኣምላኽ ሰናይ ኣሜን። እግዚኣብሔር ይመስገን እ፣ ኣሜን። ኣብቲ ብዙሕ ጥቕሲ ነይሩ ይኣኽለና እንታይ ይብል እ፣ ብዙሓት ንሰናይ መን እዩ ዘርእየና ይብሉ ኣለዉ ወእግዚኣብሔር ብርሃን ገጽካ ኣብርሃልና ይብል ኣብ ዮሃንስ ከዓ ነይራ እ፣ ንናትናኤል ካብ ናዝሬት እዚ ሰናይ ክወፅእ ይኽእል ድዩ ኢሎም ሸዓቲቶም እም። ንዓ ይወሃሶም እቲ ሰናይ ኣብ ማእከልና ኣሎ እግዚኣብሔር ይመስገን። እዚ ኣምላኽ እዚ ኣምላኽና ካብ ኮነ ኩሉ ንሓልፎ ዘበለ ንምንታይ ናይ ሰናይ ናይ ሰናይ ኣሜን እግዚኣብሔር ይመስገን ብትሓልፎ ዘበለ ኣብ ሰማይ ኣቦ ከም ዘሎ ፈሊጥኩም ናይ እዛ ምድሪ እዚኣ ጎይታ ምዃኑ ፈሊጥኩም ብትሓልፎ ኩሉ መጎርምራም ዝበሃል እንተ ደኣ መጺኡ ቅድሚ ኩሉ ይሕዋት ምጉርምራም ሓንሳእ ሓንሳእ ኣምላኽ እንተሎ ዝብሉ ኣመንቲ ሰሚዕኩም ኣለኹም? ምድሓኖም የጠራጥረኒ። ኣህዛብ ኣምላኽ እንተሎ እንተበሉ ጸገም የብሉ። ኣማኒ ግን ኣምላኽ እንተሎ ኣይበሃልን። እቲ ንሙሴ እንታይ ኢሉ እቲ ዘለኹ እየ ዘለኹ እቲ ኣለኹ እግዚኣብሔር ኣሎ ኩሉ ግዜ ዝርኢ ኣምላኽ ኣሜን። ዝድህስስ ኣምላኽ እዩ ኣሜን። ምባቴ ኩሉ ግዜ ብናሓልፎ እግዚኣብሔር ዘይፈቐዶ ኣባይ እንታይ ገብር እዩ ኣይሰልጠነን እዩ እግዚኣብሔር ይመስገን ኣምላኽ ዘይፈቐዶ እዚ እውን ንሰናየ እዩ ክትብል ከለኻ ንምስጋና ሓይሊ ኢኻ ትረክብ እግዚኣብሔር ኣሜን። ይመስገን ንምስጋና ሓይሊ ንጸሎት ሓይሊ ኣሜን። ንምንባብ ሓይሊ Yes. እግዚኣብሔር ይመስገን እሞ ዝሓስበልና ሓሳብ ሰናይ ካብ ኮነ ኣብ ቅድሚ ኣምላኽ ነገራትና ኩሉ ናይ ምህዳእ ዓቅሚ ክህልወና ይደሊ እግዚኣብሔር ይመስገን ጎይታ ይባርኩም ንጸሊ። ሃሌሉያ ኢየሱስ ጎይታ ነፍሰየ እግዚኣብሔር ሰናይ ጌረልኪ እየ እሞ ናብ ዕረፍቲ ክተመለሲ እዩ ኣብ ክንዲ እቲ ሰናይ ዝገበረልና ኩሉስ ንእግዚኣብሔር እንታይ ጉሬታ ክንመልሰሉ ኢና እዩ እግዚኣብሔር ሰናይ ምሕረቱ ከዓ ንዘለዓለም ይነብር እዩ እሞ ኣመስግንዎ ይብለና። እግዚኣብሔር ካብ ጽዮን ክባርኸካ ኩለን መዓልትታት ህይወትካ ድማ ሰናይ የሩሳሌም ክትርኢ ኢኻ። ሃሌሉያ